ከምዚ ከማይ ብሞባይል ጥራሕ ተጠቒምኩም ንዩቲብኩም ንቲክቶክ ንዝተፈላለዩ ማሕበራዊ ሚድያ ቪድዮ ኤዲቲንግ ክትገብሩ ትደልዩ ወይ ከዓ ቴምቢኔል ዲዛይን ክትሰርሑ ንትደልዩ ሰባት እዚ ቪድዮ እዚ ንዓኹም እዩ ንዝተፈላለዩ ቅንብራት ዝጠቕሙና ኣፕሊኬሽን ክዝርዝረልኩም እየ ክሳብ መወዳእታ ሓቢርኩም ንፅንሑ ሰላም ሰላም ንዘይትፈልጡኒ ክብሮም ይበሃል ሳብስክራይብ ብምጋር ቤተሰብ ኩኑ ነባራት ዝኾንኩም ድማ ብላይክ ጀምርዎ ሕጂ ብቐጥታ ናብቲ ቪድዮ ክወስደኩም እቲ ብቁፅሪ ሓደ ዝነግረኩም ኣፕሊኬሽን መብዛሕትኡ ሰብ ዝጥቀመሉ ካብከት እዩ ብሞባይል ተጠቒምኩም ዝተፈላለዩ ዓይነታት ቪድዮ ንዩቲብ ክኾን ይኽእል ንቲክቶክ ክኸውን ይኽእል ኤዲቲንግ ክትገብርሉ ትኽእሉ ኢኹም ማለት እዩ ብዝቀለለ መንገዲ ቪድዮ ኤዲቲንግ ክንገብር ንኽእል ኢና እንደገና ድማ ቴምቢኔል ዲዛይን ንዩቲብና ዝኸውን ይኹን ንዝተፈላለዩ ዓይነታት ማሕበራዊ ሚድያ ኤዲቲንግ ክንገብረሉ ንኽእል ዝቀለለ ኣፕሊኬሽን እዩ ማለት እዩ እቲ ብካልኣይ ደረጃ ዝጥቀመኩም ድማ ፒንተረስት ይበሃል እዚ ብጣዕሚ ብዙሓት ዩቲበራት ዝጥቀምሉ እዩ ዋላ ጀመርቲ ጥራሕ ዘይኮነ ብዙሕ ሳብስክራይበር ዘለዎም ዩቲበራት እውን ዝጥቀምሉ እዩ ፒንትረስት እንታይ እዩ ጥቕሙ እንድሕር ዳ ኢልኩም ንኮይንኩም ዝተፈላለዩ ናይ ላይክ ሳብስክራይብ ዝብሉ በተናት ዝተፈላለዩ ንፁር ዝኾነ ኢሜጃት ዳውንለድ ንገብረሎም ንከምዚ ሕጂ ዝጥቀመሉ ዘለኹ ረእዎ ከምዚ ዓይነት ንኤዲቲንግ ዝጥቀመሉ ዘለኹ ፎቶታት ንፁር ዝኾነ ባክግራውንድ ሪሙቭ ዝኾነ ካብዚ ኣፕሊኬሽን እዚ ኣውሪድና ክንጥቀም ንኽእል ኢና ማለት እዩ ንቪድዮና ብጣዕሚ እዩ ውበት ዘለዎ ማለተይ ክነቀናብር ተለና ንኣኒሜሽን ዝኾኑ ፎቶታት ካብዚ ኣውሪድና ክንጥቀም ንኽእል ኢና ማለት እዩ። እቲ ብሳልሳይ ደረጃ ዝነግረኩም ድማ ብዙሓት ግራፊክ ዲዛይነራት ዝጥቀምሉ ዩቲበራት ኮይኖም ኣብ ሶሻል ሚድያ ብመብዛሕትኡ ግዜ ዝሳተፉ ሞባይል ጥራሕ ብምጥቃም ብዙሕ ኣታውታት ዝረኽብሉ ኣፕሊኬሽን እዩ። ንሱ እንታይ እንድሕር ዳኢልኩምኒ ፒክስላብ እዩ። ፒክስላብ ንቴምቢኔል ዲዛይን፣ ንፖስተር ዲዛይን፣ ንፍላየር፣ ንቢዝነስ ካርድ፣ ንዝተፈላለዩ ናይ ሎጎ ማሕበራዊ ሚድያታት ብፒክስላብ ሞባይል ጥራሕ ተጠቒምና ዝተፈላለዩ ከምዚኦም ዓይነታት ሎጎ ይኹን ባነር ይኹን ንዝተፈላለዩ ሪስቶራንት ምግቤታት ግዛዕምዛዓት ዝኸውን ባነር ይኹን ፖስተር ፕሮፋይል ፒክቸር ንፌስቡክ ንዝተፈላለዩ ማሕበራዊ ሚድያ በዚ ኣፕሊኬሽን እዚ ጌርና ክንሰርሕ ንኽእል ኢና መብዛሕትኡ ሰብ ኣብዚ ሕጂ ሰዓት እንድሕር ዳሪኹሞ በዛ ኣፕሊኬሽን እዚኣ ገይሩ እዩ ዝተፈላለዩ ኣብ ማሕበራዊ ሚድያታት እንሪኦም ፕሮፋይል ፒክቸራት ዝሰርሕ ዘሎ ማለት እዩ ብዝበለፀ ኮምፒውተር ተጠቃሚ ተዘይ ኮይንኩም እዚ ኣፕሊኬሽን እዚ ናይ ግድን ካብ ፕሌይ ስተር ከይድኩም ክተውርድዎ ክትክእሉ ኣለኩም ማለት እዩ እቲ ብራብዓይ ደረጃ ዝጥቅመኩም ድማ እዙይ እውን ዝተፈላለዩ ዓይነታት ከምቲ ኣብ ፒክስላፕ ሕጂ ዝገልጸልኩም ዝነበርኩ እዛ መበል ሳልሰይቲ ዝገለጽኩልኩም ማለት እዩ ባነር ክኸውን ይኽእል ቴምቢኔል ዲዛይን ክኸውን ይኽእል ዝተፈላለዩ ዓይነታት ፖስት እንብሎም ፎቶታት ኣብኡ ኢዲት ምስ ገበርና እዚ ላይትሮም ዝበሃል ድማ ከለር ኮሬክሽን ንክገብረልና ማለት እዩ ንኣብነት ተወሲድና ንኣብነት እዛ ፎቶ እዚኣ ተመልከቱ ድምዝዝ ዝበለት ነይራ ሕጂ ግን ብጣዕሚ ግልፅን ንፅርትን ኮይና ኣላ ማለት እዩ ስለዚ ከምዚ ዓይነት ብራይትነስ ዘለዎ ፎቶ ንክበና ላይትሮም ክንጥቀም ክንክእል ኣለና ማለት እዩ ሓምሻይን ናይ መወዳእታን ድማ ዩቲብ ቻናል ንዘለኩም ሰባት ዩቲብ ስቱድዮ እዩ ማለት እዩ ብሓምሻይ ደረጃ ዩቲብ ስቱድዮ ኩሉ ናይ ዩቲብና ነገር እንቋፃፀረሉ ማለት እዩ እዚ እውን ዳውንሎድ ጌርና ብሞባይል ክንጥቀም ንኽእል ኢና ምክንያቱ ክንደይ ሰብ ዝኣክል ሳብስክራይብ ገይሮምና ክንደይ ዝኣክል ሰዓት ተረኣዩ ኮመንት ገለመለ ዝተፈላለዩ ናይ ዩቲብ ኢንጌጅመንት ዝመጸና ብዩቲብ ስቱድዮ ጌርና ኢና ነራጋግጽ ማለት እዩ ኣብኣ እንተለኹም ግን ክሳብ ሕጂ ምሳይ እንድሕር ድኣ ጸኒሕኹም ኮይንኩም ናይ መወዳእታ ቲፕ ክህበኩም ማለት እዩ ቦነስ ከም ቦነስ ማለት እዩ እዚኣ እንታይ እያ ትብል ኖሽን ትብል ኣፕሊኬሽን እያ ማለት እዩ ብዙሓት ሰባት ህይወቶም ዝለወጠት እያ ክብለኩም ናሃለኹ ኖሽን ማለት ትልሚ ተትሕዘሉ ንኣብነት ሕጂ ዝስክሪፕት እዙይ ረይዎ እዚ ስክሪፕት እዚ ዘርእየኩም ዘለኹ ኣብ ነሽን ተዳለወ እዩ ማለት እዩ። ማንም ሰብ ፐርፌክት ኣይኮነን ኣነ እውን እዚ ቪድዮ ጠቒሙኩም ክኸውን በዓል ምሉእ ተስፋየ ሓቢርኩምኒ ስለ ዝጸናሕኹም ኣዝየ የመስግን ብኻሊእ ቪድዮ ክሳብ ንራኸብ ጽንሑ ብሰላም ሰሰናዩ ንዓኹም።